ሰላም ዝከበርኩምን ፍትዋትን ቤትስብ ናይዝ ቻናል ከመይ ትኮኑ ሎሚ ውን ከምቲ ልሙድ ብዝተፋላለዩ ዛዕባታት መጼኩም ኣለኩ ቅድሚኡ ግን እዚ ቻናል ንክዓቢ እዚ ቪድዩ ድማ ናብ ካልኦት ንክበጽሕ ላይክ ሼር ኮሞንት ብዓቢኡ ድማ ሳብስክራይብ ብምግባር ጀምርዎ መራሒ ሃገረ ኤርትራ ዝኮነ ፕረዚደንት ኢሳያስ ኣፍወርቂ ንኩናት ድሉዋት ኢና ክብል ከምዝተዛረበ ተፈሊጡ ኣሎ ትዲኤፍ ከምዝተማረኩ ሓቅነቱ ተረጋጊጹ መቐጸልታ ናይቲ ብዕለት ዓሰርተ ትሽዓተ ዝጀመረ ውግእ ሎማዕንቲ እውን ኣብ ጸለምቲ ብክልተ ግንባራት ሓድሽ ውግእ ተኸፊቱ ከምዘሎ ተፈሊጡ'ሎ። ኣብ ከባቢ ተምቤን ብኣርሚ ዕስራ ክልተይ መንእሰይ ይግፈፍ ምህላዩ እቲ ዝበጸሐና ካሊእ ሓበሬታ እዩ። እምበኣርከስ ክቡራትን ፍቱዋትን ተኸታተልትና እዚኦምን ካልእቶምን ዝሓዝናልኩም ዛዕባታት ናባኹም ኸነብለልኩም ኢና እስካብ ፍጻሜ ድረስ ሓቢርኩምና ክትጸንሑ ዕድመና እዩ። መራሒ ሃገረ ኤርትራ ፕረዚደንት ኢሳያስ ኣፍወርቂ ንኲናት ድልዋት ኢና ክብል ከም ዝተዛረበ ተሰሚዑ ኣሎ። ኣንሕና ንኲናት ከም ከብዲ ኢድና ገምጢልና ኢና ንፈልጦ፣ ኲናት ሓድሽና ኣይኮነን ብምባል ሰራዊት ኤርትራ ናብ ከባቢ ተከዘ ብምምጻእ ናብ ትግራይ ተጸጊዑ ከም ዘሎን ንምክልኻል ሰራዊት ሃገር ኢትዮጵያ ንምውቃዕ ድማ ከም ዝዓለመ እዩ ተፈሊጡ ዘሎ። ሰራዊት ኤርትራ ሎማዕንቲ ካብ ሰዓት ዓሰርተ ሓደ ጀሚሩ ክሳብ ናብ ታሕታይ ኣድያቦ ጣብያ ዓዲ ጸጸር ብበዝሒ ይኸትት ከምዘሎን ታንክታት ከይተረፈ ዘኽትት ዘሎ እንትኸውን እግረኛ ሰራዊት እውን ተከዘ ሒዙ ክሳብ ዓዲ ኣሰር ይንቀሳቐስ ከምዘሎ እዩ እቲ ዝበፅሐና ሓበሬታ ዘመላኽት። እዚ ሰብዚ ትማሊ ምስ ምክልኻል ሰራዊት ሃገረ ኢትዮጵያ ኮይኑ ንትግራይ ማለት እውን ንትዲኤፍ ምክልኻል ሰራዊት ሓይሊ ትግራይ ንምጥፋእ ኢሉ ክንደይ ፃዕርታት ዝፀዓረ እንትኾን ሕጂ ድማ ብሽም ጽምዶ ብዝብል ሸቐጥ ምስ TDF ኮይንካ ንመከላከያ ንምውቃዕ ኣብ ዝግበር ዘሎ ሽብሽብ ብጣዕሚ መስግኢ ኮይኑ ከምዝተረኸበ እዩ ዝንገር ዘሎ። ኣብ ሰሜን ክፋል ኢትዮጵያ ዝካየድ ዘሎ ወታደራዊ ምንቅስቓስ ኣብ ነፍሲ ወከፍ ሰዓት ይቀያየር ከምዘሎ ድም ገለ ምንጭታትና ዝሓበሩ እንትኾኑ ሰራዊት ምክልኻል ፌዴራል ካብ ኣላማጣ፣ ራያ፣ ባላን ከባቢኦምን ከምዝሰሓበ ኣብ ዝግለፀሉ ዘሎ እዋን ኣብ ግንባር ራያ ሓድሽ ወታደራዊ ወጥሪ ተፈጢሩ ከም ዝርከብ እዩ እናተገለፀ ዝርከብ ዘሎ። መስመር ራያ ድሕሪ ምስሓብ ሓይልታት ምክልኻል ኢትዮጵያ ካብ ኣላማጣ ራያ ባላን ስዒቡ እቶም ቦታታት ብሓይሊ ትግራይ ሰራዊት ከም ዝተትሓዙን ሓድሽ ወጥሪ ተራእዩ ከም ዘሎን እዩ እናተነገረ ዝርከብ ዘሎ። ናይዚ መቐፀልታ ዝኸውን ድማ መንገዲ ሃገረ ኢትዮጵያ ናብ ትግራይ ዘካይዶም ዝነበረ ኣየር በራራታት ሃንደበት ምቁራፁ ስግኣትን ስክፍታን ፈጢሩ ከም ዝርከብን ብኣንፈት ጸለምቲ ድማ ብሓይሊ ሰብን ሰብ ኣልቦ ነፈርትን፣ ድሮናትን፣ እተደገፈ ውግእ ይቕጽል ከም ዘሎን መንገዲ ሽረ ማይጸብሪ'ውን ተዓጽዩ ከም ዘሎ ክሳብ ሕጂ ከም ዘይተኸፈተን ሓይልታት ፋኖ ብግደኦም ኣብ መስመር ጎንደር ማይጸብሪ ጽርግያታት ከም ዝዓጸዉ'ዩ እናተገለጸ ዝርከብ ዘሎ። ብዙሓት እዚ ኩነታት ናይ እቲ። ክልተ ሽሕን ዕስራን ማለት'ውን ብ ክልተ ሽሕን ዓሰርተ ሰለስተን ግእዝ ኣቆጻጽራ ከም ዝመስለን ዳግማይ ከቢድ ኲናት ከይወላዕን ስክፍተኦም ሻቕሎቶምን ዝገለፁ እንትኾኑ እዚ ናይ ኢሳያስ ሰራዊት ናብ ደንበራት ትግራይ ማለት እውን ናብ ተከዘ ምፅጋዕ ብጣዕሚ ከቢድን ሓያልን ውግእ ክገብረ ይኽእል እዩ ተባሂሉ ኣብ ዓብይ ስግኣት ዘእተወሉ ጉዳይ ኾይኑ ኣሎ። ኣብ ከባቢ ፀለምቲ ናይቲ ብዕለት ዓሰርተ ትሽዓተ ወርሒ ሓሙሽተ ክልተ ሽሕ ዓሰርተ ሸሞንተ ዓ.ም። ዝጀመረ ዓብዪ ወጥሪ ውግእ ሕጂ ድማ ዳግማይ ኣብ ፀለምቲ ብኣርባዕተ ኣንፈት ማለት እውን ብማይ ዳጉሳ፣ እምባ ማድረ፣ ዲማ ምጫረን ገብረ ገብራይን ብዝዓበየ ኣብ መንጎ ሰብን ድሮንን ውግእ ቀፂሉ ከምዘሎን እቲ ምሸት ኣብ ከባቢ ዞባ ሰሜን ምዕራብ ትግራይ ከተማ ሽረ ምንቅስቓስ ድሮን ከምዝሓደረን ፌደራል መንግስቲ ብዓሰርተሽሓት ዝቑፀሩ ኣጣፍእን ዘጥፈኣ ከምዚ ዝዓይነተን ድሮናት ዓቕመን ንክፍትን ክጥቀመለን ናብ ጎንደር ኣብ ምሕላፍ ከምዝርከብን ኣባላት ኣርሚ ሰላሳን ሓሙሽተን ኣርብዓን ኣርባዕተን ዕስራን ክልተን መምርሒ ተዳሎ ንውግእ ምስ ወረደ ዳርጋ ዝበዝሑ ተበቲኖም ከም ዘለዉን ካልኦት እውን ካልኦት እውን ብተመሳሳሊ ብኻሊእ ግንባራት ሓድሽ ትእዛዝ ወሪድዎም ነገር ግን ዝበዝሑ ተበቲኖም ኣለዉ ክብል ካብ ኻሊእ ዝረኸብናዮ ሓበሬታ እዩ ካብ ዝተፈላለዩ ከባቢታት ትግራይ ተተኮስቲ ዝፀዓና መኻይን ናብ መኾንን ኣላማጣ ናብ ምእታው እንትርከባ ምስ ኣርሚ ሰላሳ ሰለስተ ኣብ ነበለትን ከባቢኣን ዝነበረ ኣጽዋር እውን ካብቲ ዝነበሮ ቦታ ትማሊ ጥሪ ብኣይሱዛት ተጻዒኖም ንምጉዓዝ ድሉው ኮይነን ኣለዋ። ናበይ ገጸን ኣብ ክትትል ዝኣተዋ እንትኾና መከላከያ እውን ካብ ኣላማጣ ወጺኡ ኣብ ቆቦ ኣሎ። ውጽኢቱ ምኽንያቱ ድማ ኦፕረሽን ከይግበረሉ ሓይሉ ወሲኹ ንምእታው ከምዝኾነን ኣብ ኣግበ ሽግን ጣብያ ዓዲ ወያነ ንጅጅቀን ጣብያ ስምረትን መሰልጠኒ ሓረስቶት የጭላን ዘርከባ ኣፅዋር መካናይዝድ ኣርሚ ስሳ ኣብ ታርጌት ድሮን ምእታዉ ስለዝፈለጡ ኣብ ሻቁሎት ከምዝርከቡን ሰራዊት ትዲኤፍ ሓበሬታ ከይረክብ ዳርጋ ብዙሓት ኣሃዱታት ናብ ኣባላትን ሞባይልን ስልኪ መንጢሎም ከምዝርከቡን ኣብ ኣክሱም ሰላክላካን ውቅሮን ማራይን ዝነበረት ኣርሚ ሰላሳ ሓሙሽተ ኣብ ከባቢ እንዳባጉና ዝተቀመጠ እንትኮን ናብ ውግእ ቀጠና ንኸይድ ስለዘለና ተባሂሎም ናይ ኹሎም ኣባላት ሞባይል ተሓዲጎም ከምዘለዉ ድማ እቲ ካሊእ ተወሳኺ ሓበሬታና እዩ። ፌደራል መንግስቲ ናይ ድሮን መጥቃዕቲ ኣብ ልዕሊ ተከዘ ተሰጊሩ ፀለምቲ ዝኣተወ ሰራዊት ትግራይ ፈፂሙ ከምዘሎን ሰራዊት ትግራይ ዝሓዞም ቦታታት ኣፅኒዑ ተወሳኺ ዓብዪ ሓይሊ ናብቲ ቦታ ብምንቅስቓስ ፀለምቲ ሙሉእ ንሙሉእ ንምቁፅፃር መጥቃዕቲ ጀሚሩ ከምዘሎ እዩ ዝተፈለጠ ሓበሬታ ፌደራል። ኣብ ፌደራል ዘለዉ ተጋሩ ምስቲ ኣብ ትግራይ ዘሎ መሪሕነት ብዛዕባ ኣብ ፀለምቲ ተፈጢሩ ዘሎ ኩነታት ፅዑቕ ዝርርብ ይገብር ከምዘሎ እውን ተፈሊጡ ኣሎ። እዚ ምንቅስቓስ ሰራዊት ትግራይ ኣብ ፀለምቲ ላዕለዋይ ልኡኽ ኤሜሪካ ኣብ ኣዲስ ኣበባ ኣብ ዝኣተወሉ ተፈጢሩ ብምህላዉ ንኣብይ ኣሕመድ ዓብዪ ፅፍዒት ከምዝኾነን ኤሜሪካ ብተደጋጋሚ ውዕሊ ፕሪቶርያ ክትግበር ድፍኢት ከምትገብር ዝፍለጥ ኮይኑ እሞ ፌደራል መንግስቲ እንታይ ይኸውን ከምዘሎን ንትግራይ መሬቶም ክህቦምዶ ነቲ ግጭት ናብ መጠን ሰፊሕ ኹናት ከሰጋግሮ ዝብል ዓብይ ሕቶ ኮይኑ ከምዘሎ እዩ እናተነገረ ዝርከብ ዘሎ። ብተወሳኺ ሕዚ ኣብ ዲማ ክልተ ክፍላተ ሰራዊት ልኡኻት ሓይልታት ትግራይ tdf ኣብ ሙሉእ ክባ ኣትዮም ካልኣይ መዓልቶም ሒዞም ኣለው እንትኾኑ ኢድኩም ሃቡ ዝብል ሕቶ ከምዝቀረበሎም እውን ዝተፈለጠ ሓበሬታ እዩ። እዚ ሰናይ ዕድል ተጠቒሞም ህይወቶም ከድሕኑ ንጽበ ዝበለ ካብ ላዕለዋይ ኣዛዚ ሰራዊት ምክልኻል ሃገር፣ እዚኣቶም ምንም ዘይፈልጡ ቆልዑ እዮም፣ ብኣግባቡ ምግብን ክዳንን እውን ዘይተኸደኑ ወታደራዊ ዓቕሚ ፍጹም ዘይወሰዱን እዮም ብምባል ንዓራር ምስላፍ ቀቲልካ ሞት ዝዓይነቱ እዩ ዘሎ፣ ስለዚ እቲ ግጥም ሓርማዝን ደርሆን ኮይኑ ኣሎ፣ ከቢድ ዝበሃል ናይ ህይወት ምጥፋእ እውን የጋጥም ከምዘሎ እዚ ካብ ትማሊ ዘይተማህረ መንእሰይ ትግራይ ከምዚ ይብሉ እቶም ዕድል ረኺቦም ኣኣ ኢዶም ዝሃቡ፣ ንሕና ምስ ፌደራል ተራዳዲእና ኢና፣ ኣብኡ ዘሎ ተከዘ ዘብእ ዝበሃል ወቒዕኹም ጸለምቲ እተዉ ተራዳዲእና ኢሎም መርሕትና ከም ዝሸወድና እዩ ይብሉ ከም ዘለዉን ብተወሳኺ ውን እዚ ነገርዚ እዚ ኣዛዚ ምክልኻል ሰራዊት ሃገር እዚ ከምዚ ኢሉ ክዛረብ እንተሎ ንባዕሉ ኣበይ ኮይኑ'ዩ ንዝብል ግን ዓቢ ስግኣት ወይም ድማ ዓቢ ጥርጣረ ከም ዝፈጠረ እዩ ተፈሊጡ ዘሎ። ብተወሳኺ ድማ ኣብቲ ናይ ዓሰርተ ትሽዓተ ዝተገበረ ናይ ትዲኤፍን ምክልኻል ሰራዊት ሃገረ ኢትዮጵያን ውግእ ትዲኤፍ ከም ዝተማረኹ ኣምሲልካ ብኤኣይ እዩ ተሰሪሑ ኣይኮነን ንዝብል ኣካታዒ ኮይኑ ኣብ ማሕበራዊ ሚድያ ክንቀሳቐስ ዝቐነየ ፎቶታት ትማሊ ሓቃውነቱ ተረጋጊፁ'ሎ። ምስቲ ሓቃውነት ድማ ካብ ሓደ ሓውና ዝረኸብናዮ ቪድዮ ኣብ ናይ ግሊ ሚድያ ኣብ ዝገበሮ ዝርርብ ሓቅነቱ ከም ዝተማረኸ እዩ ኣረጋጊፁ ዘሎ። እዚ ተማሪኹ ዘሎ ኣይተማረኸን ዝባሃል ፎቶ AI ሾፕ ኢዩ ኣይኮነን ዝብል ኣብ ክትዕ ኣእቲኩም ዘሎ ኣነ ብደንቢ ጌረ ሓቅነቱ ካረጋግጸልኩም ብምባል ብትኽክል እቲ ኩነታት ተፈጢሩ ኢዩ እቲ ግጭት ውን ተኻይዱ ኢዩ እቲ ውግእ ጽዕጹዕ ካብ ምንባሩ ብላዕሊ ኣነ ኢደ ሂበ ኢየ ዝበለኒ ወዲ ሓፍትነይ ኢዩ ስለዚ ወዲ ሓፍትነይ ከም ዝተማረኸ ኣነ ብዕሊ ካብ ገዛ ይኹን ካብ ምስኡ ዘለዉ ኣሃዱ ተጋደልቲ ብጾቱ ተረዲኤ ኢየ ፈሊጠ ኢየ እርግጸኛ ኢየ እቲ ተማሪኹ ዘሎ ድማ ወዲ ሓፍትነይ ኢዩ ክብል ከምዚ ዝስዕብ ኣብዚ ቪድዮ ተናጊሩ ኣሎ። ኣጋጣሚ ኮይኑ ኣነ ውን ከም ዝኮነ ሰብ ኣብ ማሕበራዊ ሚድያ ሪኤዮ ባይዘወይ ምስ ረኣክዎ ኣዝየ እየ ደንጊፀ ማለት እቱ ኢዱ ምሃቡን እቱ ንዕኡ ምርኣየይን ዘይኮነስ እቲ ኩነታት ከምኡ ምኳኑ ግን ኣደንጊፅኒ ካሊእ ሰብ ሂወቱ ዝሓለፈ ከሎ ከምዚ ከምዚ ሓስብ ኢካ ዝተጎድኣ ከምዚ ኣሎ ትሓስብ ኢካ እና ባዕሉ እቲ ክስተት ምህላውሲ ብጣዕሚ እየ ደንጊፅኒ እና ቅድሚ ናብ ማሕበራዊ ሚድያ ምልጣፈይ ንምፅራይ ፈቲነ ብተወሰነ መልክዕ ንምፅራይ ፈቲነ ነይረ ናብ ስድራን ናብ ኣባል ቤተሰብን ደዊልካ እዝጊ ይዝረብን ሓዲሹም ስለ ዝነበረ ዝፈልጥዎ ነገር እውን ዘይክልዎም ስለ ዝኽእል ነቲ ኩነታት ይፈልጡ እዮም ዝበልክዎም ሰባት እየ ሓቲተ ናብ ክልተ ወገን ናብቱ ግጭት ነይርዎ ዝተባሃለ ከባቢ እውን ንምድዋል ፈቲነ ነይረ ናብ ደባጉን ኣከባቢ እውን ምድዋል ፈቲነ ነይረ ዘሎ ስድራ ወይም ደሞ ኣባል ስድራ እዚ ነገር እንታይ እዩ ንምባል እቲ ኮንፊርም ዝገበሩ ናብቲ ግዜ ንሱ እቲ ግጭት ዋላ ንሓፂር ግዜ ይኹን ከም ዘጋጠመ እዮም ኮንፊርም ገይሮምኒ እቶም ቆልዑት እውን ከምኡ ኢዶም ከም ዝሃቡ ከም ዝተማረኹ እውን ሰሚዐ ስለዚ ሽዑ ንእሽቱለይ ተሰሚዕኒ ነይሩ ሓቂ ዘረባ ሓይሽ ምክንያቱ እቲ ቆልዓ ካብ መጀመርያ ጀሚሩ ኣብቲ መኸተ ካብ 213 ጀሚሩ እዩ ነይሩ ፕላስ ሓዉ ዉን ብመስዋእቲ ተፈሊዩና እዩ ኣብቲ ዝሓለፈ ኩሉ ትግራዋይ ዘሎ ዘጋጠሞ መስዋእቲ ኣጋጢሙ ግን እዚ ኩነታት ኩሉ ክተተሓሕዞ ከለካ ድማ ንእሽተይ ኣይስማዓካና ንዓይ ኮም እዮም ኢሎምኒ ኣክቹዋሊ ስልኪ ግን ሰሪሑለይ ናብ ባዕሉ ዉን ደዊለ ግን ከረጋግፅ ኣይከኣልኩን ዘለኒ ሓበሬታ ግን በቲ ዝብለካ ዘለኩ እዩ ፅቡቅ ምናልባት ፎትኡ ያው ንሕና እውን ንሓብኦ ምክንያት ኣይኮነ ምክንያቱ ማሕበራዊ ሚድያ ቫይራል እውን ስለ ዝነበረ ተመልከትና እውን ንክርእይዎ ቤተሰበ እዩ ትብሎ ዘለካ ተዘይተጋገ እቲ ሽርጥ ኣብ ርእሱ ገይሩ ዘሎ ሓዊ ዝኸውን ዘሎ ይመስለኒ ሓቀይ ምናልባት እንተሊካ ኮንካ ማለት እየ ብልክዕ ብልክዕ ፅቡቅ ምናልባት ሽሙ ዋላ እንተዘይጠቀስና ዝምድናኹም እንታይ እዩ ታዋ እዩ ዝብል ነገር ቁርብ እንተነገርካና ፅቡቅ ይመስለኒ
እወ ዳርጋ ደቂ ሓትኖታት ኢና እና ኣዲኡ ነደይ ንሲ ኣዲኡስ ንእሽቱ ለይሓትና ነደያ ፅቡቅ ምናልባት ተዘይተጋጊ ቅድሚ ናብ ስቱድዮ ምእታውና እውን ገዝኡ ኣብ ሽረ ከምዝኮነ በዓል ሓዳር እውን ኣብ ቆልዕቱ እውን ከምዝኮነ ነጊርካ ነርካ እሞ ድሓን ዝርዝር ብዛዕባኡ ምውጋዕ ዋላ ይፅንሐልና እሞ ወዲ ሓትነካ ምኳን ባይቲ ሰልፊ እኩል እዩ ስለዚ ምናልባት ንስካ እውን ኣባል ሰራዊት ትግራይ ስለዝነበርካ ኩናት እንታይ ከም ዝኾነ ብደንቢ ትርዳእ ኢኻ ኣብ ኩናት ዘሎን ድሕሪ ኩናት ዘሎ በሰላ እንታይ ምዃኑን ብዝግባእ ትፈልጥ ኢኻ መጀመርያ ስእሉ ኣብ ማሕበራዊ ሚድያ ተጠቂዑ ምስ ረኣኻዮ መጀመርያ ናብ ርእስኻ መፅኡ ቅጅል ዝበለካ ነገር እንታይ ኣሎ ምክንያቱ ምናልባት ኩናት ክለዓል ይኽእል እዩ ወይ ውግእ እውን ከጋጥም ይኽእል እዩ ዝብል ስክፍታታት ነይርካ ዶ ይኸውን ኣብዚ ቅናት ኣብዚ ቅነ እዚ ወይ እውን እቲ ስእሊ ኣብ ማሕበራዊ ሚድያ ተዘርጊሕ ምስ ረኣኻዮ እንታይ ተሰሚዑካ መጀመርያ ካብኡ ናብ ካልኦት ሕቶታት ክንቅፅል
እወ ማለት ትሰግእ እንዲኻ ከም ዝኾነ ይኹን ትግራዋይ ትሰግእ ኢኻ እቲ ከባቢና ስቴብል ኣይኮነን እቱ ንክልተ ሰለስተ ዓመት መስዋእቲ ዝኸፈልናሉ ኣብ ፈቅዶ ዳሳት ዘሎ ህዝቢ እውን ኣይተመለሰን ባዕላዊ ግዝኣት እውን ኣይተመለሰን እና እዚኣቶም ከም ሓደ ምኽንያት ኮይኖም ግጭታት ከልዕሎ ከም ዝኽእሉ ትሓስብ ኢኻ ግን ልማዓት ክኸውን ኢልካ ስለ ዘይትሓስቦ ዝኾነ ሓበሬታ እውን ስለ ዘይነበረኒ ክሪኦ ከለኩ ናይ ብሓቂ ደንጊጸ እቲ ዘደንገጸኒ ንሱ ኢድ ምሃቡ ኣይኮነን እንድሕር ከምኡ ኔሩሲ ሓደ ይኩን ክልተ ይኩን ሰለስተ ይኩኑ ወይም ዓሰርተ ይኩኑ ዝኮነ ጉድኣት ዝበጽሖም ሰባት ተጋድልቲ ከም ዘለዉ ግን ትሓስብ ኢካ እሱ ክትሓስብ ከለካ ድማ እቲ ዝሓለፍናዮ ሕማቅ ግዜ ክትዝክሮ ከለካ ኣብቱ ማእከል ኩናት እንዳሃለካ ወይ ውግእ እንዳሃለካ ይፍለጠካ መን ይመውተሎም ይቆስለሎም ድሕሪት መርድእ ምስ መጸ እዩ ስነ ኣእምሮካ እስካ ክትስሕት ዝገብረካና እቱ ነገር ንሱ እዩ ንዓይ ኣብ ርእሰይ መፂኡ ዝርብሸኒ እቱ መርድእ ዝነበረሉ ናይ ጥቅምቲ ወርሒ ድዩ ዝነበረ ሕዳር ወርሒ ኣይደኖ ክልተ ሽሕን ዓሰርተ ዓሰርተ ሓሙሽተን ዝነበረ ኩነታት መፂኡ እዩ ኣብ ኣእምሮይ ብጣዕሚ ዝርብሸኒ ማለት እዩ ዝኾነ ሰብ ሞይቱ ዶ ይኸውን ተጎዲኡ ዶ ይኸውን ክትብል ከለኻ እና እቱ ዝነበረ ድባብ ናይ ሽዑ ናብ ስነ ኣእምሮይ እሱ ይቕጅል እዩ ደጊምና ዲና ዳስ ሓዘን ክንተክል ዝብል እዩ ናብ ርእሰይ መፂኡኒ ደጊምና ዲና ክንነብዕ ክንበኪ ዝብል እዩ ናብ ርእሰይ መፂኡኒ እና እምበኣርከስ ክቡራትን ፍትዋትን ተኸታተልና ንሎሚ ዝሓዝናልኩም ዛዕባታት እዞም ክትሰምዕዎም ዝጸናሕኹም ይመስሉ ኔሮም እስካብ መወዳእታ ሓቢርኩምና ስለ ዝጸናሕኹም እንዳመስገንኩ ቅድሚ ምውጻኹም ግን እዚ ቻናል ንኽዓቢ እዚ ቪድዮ ድማ ናብ ካልኦት ንኽበጽሕ ላይክ ሼር ኮመንት ብዓቢኡ ድማ ሳብስክራይብ ከይገበርኩም ከይትወጹ